ትውክልትና ኣብ ሰብዶ ወይስ ኣብ እግዚኣብሔር እዩ ምውካል ክንብል ከለና እንታይ ማለት እዩ ምውካል ማለት ኣብ ሓደ ነገር ምትእምማን፣ ምምርኳስ ወይስ ምጽጋዕ ማለት እዩ። ምውካል ካብ ፍቓድ ገዛእ ርእስኻ ወጺኻ ኣብ ፍቓድ ካባኻ ዝዓብን ዝሓይሽን ጽግዕተኛ ምዃን ወይ ምምዕቛብ፣ ኣብኡ ንተስፋ ምግባር ወይስ ምጥማትን ንእኡ ምጽባይን ማለት እዩ። ኣብ ትንቢት ኤርምያስ ምዕራፍ ዓሰርተ ሸውዓተ ካብ ሓሙሽተ ክሳብ ሽዱሽተ፣ ኣብ ሰብ ዝውከል ቀልጽሙ ኸኣ ኣብ ስጋ ዝገብር ብልቡውን ካብ እግዚኣብሔር ዝርሓቐ ሰብ ርጉም እዩ። ንሱ ከም ንቑጽ ቆጥቋጥ ኣብ በረኻ ኣብ ምድሪ ኣጻምእ ኣብ ምድረ በዳ ኣብቲ ሓደ እኳ ዘይነብሮ ምድሪ ጨው ይነብር እምበር ጥዑም ምስ መጸስ ኣይርእዮን እዩ ይብል። ኣብ ክርስትያናዊ ህይወት እቲ ክንውከሎ ክንእመኖ ወይ ከዓ ክንምርኮሶ ወይስ ክንጽግዖን ክንጥምቶን ዝግብኣና እንኮን ንጹርን እዩ። ንሱ ከዓ እቲ ኩሉ ዝከኣሎ እግዚኣብሔር ጥራይ እዩ። ካብዚ ሓሊፍና ግና ኣብ ሰብ ወይስ ኣብ ነገራት ማለት ኣብ ሃብቲ፣ ገንዘብ፣ ፍልጠት ወዘተ ምውካል ባህሪ ናይ ሓደ ክርስትያን ኣይኮነን። እቲ ኣብ ዝርኣ ነገራት ወይስ ኣብ ሰብ ዝውከል ዘበለ ኩሉ ከምቲ ኣቐዲምና ኣብ ትንቢት ኤርምያስ ዘንበብናዮ፣ ሀ፣ ርጉም እዩ። ኣዳምን ሄዋንን ትእዛዝ ኣምላኽ ስለ ዘፍረሱ ኣምላኽ ከም ዝረገሞም እሞ ብኡብኡ ብመንፈስ ከም ዝሞቱን ካብ ገነት ኤደን ከኣ ከም ዝወጹን ምድሪ እውን ብሰሮም ከም ዝተረግመት ነንብብ ዘፍጥረት 3 ካብ 16 ክሳብ 19 ድሕሪ እቲ መርገም ከኣ ብኡብኡ ሓጢኣት ቀጺሉውን እቲ ዓስቢ ሓጢኣት ዝኾነ ሞት ከም ዝሰዓበ ንርኢ ሮሜ ምዕራፍ 6 22-23 ርጉም በረኸት ገዲፉ መርገም ብርሃን ገዲፉ ጸልማት ህይወት ገዲፉ ሞት ዝሓሪ ኣብ ኣምላኽ ዘይኮነስ ኣብ ሰብ ዝውከል ሰብ እዩ ዝተረግመ ሰብ ከምቲ ንሞት ተፈሪዱ መዓልቲ ሞቱ ዝጽበ ሰብ እዩ እቲ ኣብ ሰብ ዝውከል ብልቡ እውን ካብ እግዚኣብሄር ዝርሕቕ ከኣ ከምቲ ምስል ሓቂ ዓይኒ ዘለዎ ሬሳ ኮይኑ ኣብ ድነ ሞት እዩ ዝነብር ቃኤል ንኣቤል ሓዉ ብቕንኢ ተላዒሉ ምስ ቀተሎ ኣምላኽ ርጉም ኩን ንምድሪ ምስ እትሓርሳ መሊሳ ሓይላ ኣይክትበካን እያ ኣብ ምድሪ ኮብላልን ቀባሕባሓይን ኩን ኢሉ ረገሞ ዘፍጥረት ምዕራፍ 4 11 12 ኣብ ኣምላኽ ሓዲጉ ኣብ ሰብ ዝውከል ሰብ ከኣ ርጉም ስለ ዝኾነ ኣብዛ ምድሪ ኮብላልን ቀባሕባሓይን ኮይኑ እዩ ዝተርፍ ኣብቲ መወዳእታ ዓለም ኣብ እዋን ፍርዲ ጐይታ ነቶም ኣብ ጸጋሙ ዝቖሙ ኣቱም ርጉማት ካባይ ረሓቑ ናብቲ ንሰይጣንን መላእኽቱን እተዳለወ ናይ ዘለኣለም ሓዊ ከም ዝበሎም ነንብብ። ማቴዎስ ምዕራፍ 25 ቁጽሪ 41 ኣብ ሰብ ምውካል እምበኣር መወዳእትኡ ሞትን ኩነኔን ጥፍኣትን እዩ። እቲ ናይ መወዳእታ ስፍራኻ ኸኣ ኣብቲ ንሰይጣንን ንመላእኽቱን እተዳለወ ናይ ዘለኣለም ሓዊ እዩ። ለ ከም ንቑጽ ቆጥቋጥ ኣብ በረኻ እዩ። ሓንቲ ኣብ በረኻ ዘላ ንቕጽቲ ቆጥቋጥ ፍረ ኣይተውጽእ፣ ኣይተጽልል፣ ንምርኣያ ኣይተብህግ፣ ካብ ኩለን ዓይነት ኣእዋም በረኻ እታ ዝኸፍኤትን ዝሓሰረትን እተጸልኤትን ዓይነት ኦም እያ። እቲ ኣብ ሰብ ዝውከልን ብልቡውን ካብ ኣምላኽ ዝርሕቐን ሰብ ከኣ፣ ኣብዛ ምድሪ ካብ ዘለዉ ሰባት እቲ ኣብ ኣምላኽ እተናሕቐን ዝሓሰረን ዘደንግጽን ሰብ እዩ። ካብዛ ቈጥቋጥ ጽቡቕ ነገር ከም ዘይርከብን ብዘይካ ንምንዳድ እውን ንኻልእ ከም ዘይትጠቅምን እቲ ኣብ ሰብ ዝብከል ከኣ ከምኣ ገለ ሰናይ ከም ዘይርከቦ ንመዓልቲ ፍርድን መቕጻዕትን ጥራይ ከም ዝጽበ ሰብ እዩ። ሐ ኣብ ምድሪ ኣጻምእ ይነብር። ምድሪ ኣጻምእ ምድረ በዳ ወይስ ምድሪ ጨው እንኳይዶ ክትነብሮስ ብማዕዶ እኳ ክትሪኦ ወይስ ንሓንሳእ ጥራይ ክትሓልፎ ዘየመንየካ ማይ ኮነ መግቢ ወይ ከዓ ገለ ሰናይ ነገራት ዘይርከቦ እቲ ኣብ ገጽ ምድሪት እተጸልአ ስፍራ እዩ። ነዚ ስፍራ እዚ ሰብሲ ይትረፍ እንስሳ እኳ ክነብሮ ዘጸግሞ ኣሸጋሪ እዩ። እቲ ኣብ ሰብ ዝውከልን ብልቡውን ካብ እግዚኣብሔር ዝረሐቕን ሰብ ከዓ ኣብዚ ስፍራ እዚ እዩ ዝነብር። እዚ ማለት ኩሉ ናብርኡ ሰላም ኮነ ዕጋበት፣ ሓጎስ ኮነ ቐሳነት ወይ ሰናይ ዝኾነ ነገራት ዘይብሉ ናብራ ይነብር ማለት እዩ። እወ እቲ ኣብ እግዚኣብሄር ዘይውከል ሰብ በሊዑ ኣይጸግብ ሰትዩ ኣይረዊ ወትሩ ብዒሕታ ብሓረቖት ብጭንቀትን ብውሽጣዊ ምርባጽን ተወጢሩ ብዘይ ዕረፍትን እፎይታን እዩ ዝነብር። መ ጥዑም ምስ መጸስ ኣይርእዮን። ኣብዚ ምድሪ እዚ ከምቲ ሰሎሞን ኣብ መጽሓፉ ንዅሉ ዘዘመኑ ኣለዎ፣ ኣብ ትሕቲ ሰማይ ንዘሎ ዅሉ ኸኣ ገጊዜኡ ኣለዎ፣ ንብኽያት ግዜ ኣለዎ፣ ንስሓቕ ከኣ ግዜ ኣለዎ፣ ንሓዘን ግዜ ኣለዎ፣ ንጓይላ ግዜ ኣለዎ፣ ንውግእ ግዜ ኣለዎ፣ ንሰላም ከኣ ግዜ ኣለዎ ዝበሎ፣ መክብብ ምዕራፍ ሰለስተ ካብ ሓደ ክሳብ ሸሞንተ፣ ነዚ ኣብ እግዚኣብሄር ዘይውከል ብልቡውን ካብ እግዚኣብሄር ዝርሕቕ ሰብ ግና፣ ብዘይካ ሕማቕ ነቲ ጥዑም ወይ ናይ ሰላም ወይስ ናይ በረኸት ግዜ ወይስ ዘመን ኣይክሪኦን እዩ። ኣብዛ ምድሪ ኮነ ኣብ ሰማይ ነቲ ሕማቕ ግዜ ጥራይ እምበር ጽቡቕ ግዜ ከይረኣየ ካብ ስቓይ ናብ ስቓይ እዩ ዝሓልፍ። ኣብ ኣምላኽ ገዲፍካ ኣብ ሰብ ምውካል እምበኣር መጀመርታኡ ኮነ መወዳእትኡ ብዘይካ ሕማቕ ጽቡቕ ዝበሃል ነገር የብሉን። ጎልያድ ኣብ ጉልበቱን ኣብ ኣጽዋሩን ኣብ ተመክሮ ውግኡን ተኣማሚኑ ወይስ ተወኪሉ ንዳዊት ምስ መጾ ብገዛእ ሴፉ ክሳዱ ተቖሪጹ ብዓቢ ስዕረት ተሳዒሩ እዩ ተሪፉ ቀዳማይ ሳሙኤል ምዕራፍ 17 ካብ 4 ክሳብ 44 ንጉስ ኣሳ ኣብቲ ዳሕራይ ግዜኡ ከም ቀደሙ ኣብ ክንዲ ኣብ እግዚኣብሄር ኣብ ሰብ ምስ ተወከለ፣ እቲ ነብዪ ናብኡ መጺኡ፣ ኣብ ንጉስ ሶርያ ስለ እተመርኰስካ፣ ኣብ እግዚኣብሄር ኣምላኽካ ግና ስለ ዚተመርኰስካ፣ እቲ ሰራዊት ንጉስ ሶርያ ካብ ኢድካ መሎቐ። ነቶም ፈጺሙ ልቦም ናብኡ ዚጽጋዕ ምእንቲ ኼጽንዖምሲ፣ ኣዒንቲ እግዚኣብሄር ናብ ዘላ ምድሪ እየን ዚዞራ። በዝስ ዕሽነት ኢኻ ዝገበርካ፣ ስለዚ ድማ ካብ ሕጂ ጀሚሩ ውግእ ኪለዓለካ እዩ በሎ። ካልኣይ ዜና መዋዕል ምዕራፍ ዓሰርተ ሽዱሽተ ካብ ሸውዓተ ኽሳብ ዓሰርተ። ኣሳ ነዚ ቓል እዚ። ሰሚዑ ኣብ ክንዲ ትሕት ምባልን ምንሳሕን መሊሱ ልቡ ኣትረረ። እግሩ ሓሚሙ ከኣ ብርቱዕ ቃንዛ ተቐንዝዩማ። ሎሚ ከ ንሕና ኣብ ምንታይ ኮን ንውከል ንህሉ? ትውክልትና ኣብ እግዚኣብሔር ዶ ወይስ ኣብ ሰብ እዩ? ኣብ ሰብ ወይስ ኣብቲ ዝርኣ ነገራት ንውከል እንተሊና ከምዞም ኣቐዲምና ታሪኾም ክንሰምዕ ዝጸናሕና ሰባት እዩ ዕጫና። እዚ ፈሊጥና እምበኣር እቲ ኩሉ እተዘርዘረ እከይ ነገራት ከይስዕበና፣ ካብ ዝርእ ነገራት፣ ሃብቲ፣ ገንዘብ፣ ጥሪት እዛ ዓለም፣ ወይስ ካብ ጸግዒ ኾኒና እዮም እንብሎም ምርኡያት ሰባት ኣዒንትና ኣልዒልና፣ ኣብቲ ከረድኣናን ከጽልለናን ከድሕነናን ዝከኣሎ ህያው እግዚኣብሄር ጐይታ ሰራዊት ጥራይ ንወከል። ኣብኡ ንጸጋዕን ንመርኰስን። ኤርምያስ ቀጺሉ ኣብ እግዚኣብሔር ዝውከል ትጽቢቱ ኸኣ ኣብ እግዚኣብሔር ዝገበረ ሰብ ብሩኽ እዩ ንሱ ከምቲ ኣብ ጥቓ ማይ እተተኽለት ሱራ ኸኣ ኣብ ርባ ኣቢሉ ዘሳፍሕ ኦም እዩ ዋዒ እንተ መጽ ኣይትፈርህን ቆጽላ ኸኣ ለሚዑ ይነብር ብዓመት ደርቂ ኣይተንክርን ካብ ምፍራይ እውን ኣይተቋርጽን ይብል ኤርምያስ ምዕራፍ 17 ካብ 7 ክሳብ 8 እቲ ኣብ እግዚኣብሔር ዝውከልን ዝጽበን ሰብ እምበኣር ሀ ብሩኽ እዩ ብሩኽ ማለት ብፁእ ወይ ምሩቕ ማለት እዩ እዚ ሰብ እዚ ንሱ ብሩኽ ኩሉ ናቱ ዘበለ ማለት ዘርኡ ዘበለ እውን ብሩኽ እዩ ማለት ከምቲ ያዕቆብ ንሱን ዘርኡን ብሩኽ ዝነበረ ኣብ እግዚኣብሔር ዝውከል ሰብ ከዓ ከምኡ ንሱን ዘርኡን ብሩኽ እዩ ዘፍጥረት ምዕራፍ 28 ካብ 2 ክሳብ 6 ለ ኣብ ጥቓ ማይ ከም እተተኽለት ኦም ይኸውን እዛ ኦም እዚኣ ሰራውራ ናብ ርባ ኣቢሉ ስለ ዘሳፍሕ ወትሩ ምስ ለምዐትን ምስ ፈረየትን እያ። እዛ ኦም እዚኣ ካብ ኩለን ኣብዛ ምድሪ ዘለዋ ዓይነት ኣእዋም እታ ዝበለጸትን ባህ ተብልን ክብርትን ሰባት ኮነ ኣዕዋፍ ሰማይ ካብ ፍሬኣ በሊዖም ዝጸግቡላ ኣብ ትሕቲኣ ኮይኖም እውን ዘጽሉላን ዝዘናግዑላን መዘና ዘይብላ ፍልይቲ ኦም እያ። እቲ ኣብ እግዚኣብሔር ዝውከል ትጽቢቱ ከኣ ወላ ተስፋ ዘቑርጽ ዘጨንቕ ኩነታት ይሃሉ ኣብ እግዚኣብሔር ዝገብር ሰብ ከኣ ልክዕ ከምዛኦም ኣብዛ ምድሪ ካብ ዝነብሩ ሰባት እቲ ዝበለጸን ዝኸበረን ዝዓበየን ክቡር ፍጥረት እዩ። እዚ ሰብ እዚ ወትሩ ምስ ተሓጎሰ ልቡ ኾነ ሓሳባቱ ከኣ በቲ ካብ ኩሉ ኣእምሮ ዝበልጽ ሰላም ኣምላኽ ምስ ተሓለወ ኩሉ ግዜ እውን ብሰማያውን ምድራውን በረኸት ዘንጀርበበ ንርእሱን ንዘርኡን ንኻልኦትን ባህ ዘብል ብመንፈሳውን ስጋውን ጠሊ ተኸይቡ ዝነብር ሰብ እዩ። እዛ ኦም ሓያል ዋዕ እኳ ከድርቓን ከንቅጻን ኢሉ እንተመጸ፣ ሰራውራ ብውሽጠ ውሽጢ ናብ ርባ ኣቢሉ ስለ ዘሳፍሕ፣ ካብዚ ባዒ ወይስ ደርቂ'ዚ ፍጹም ኣይትፈርህን እያ። እቲ ኣብ እግዚኣብሄር ዝውከልን ንእኡ'ውን ዝጽበን ዝጥምትን ሰብ ከኣ፣ ዘፍርሕ ዘጨንቕ ሕልና'ውን ዘዕርብ መከራ፣ ስደት፣ ጸበባ፣ ፈተና፣ ኮነ ሕማም፣ ጥሜት ወይስ ሞት፣ እኳ እንተ መጸ ኣብቲ ሕያው ኣምላኽ ስለ እተወከለ ከቶ ኣይፈርህን እዩ። ዳዊት እቶም ብእግዚኣብሔር ዝውከሉ ከምታ ዘይትናወጽ ንዘለኣለም እትነብር ከረን ጽዮን እዮም ይብል መዝሙር 125 1 ኣብ ኣምላኽ እተወከለ ሰብ እምበኣር ብርግጽ ብዝኾነ ይኹን ነገራት ኣይናወጽን እዩ። እቲ ኣብ እግዚኣብሔር እተወከለ ሰብ ኣብ ዝሃለዎ ኩነታት ይሃሉ፣ ዝመጸ ይምጻእ፣ ዝነፈሰ ንፋስ ይንፈስ፣ ምድሪ ዋላ ክንዲ ዓውዲ ትጽበብ፣ ኣምላኽ ንእኡ መዕቆብን ሓይልን ብጸበባውን ፍጹም ረድኤትን ስለ ዝኾነ መዝሙር ኣርብዓን ሽዱሽተን ሓደ ዘፍርሕ ወይስ ዘስግእ ነገር የብሉ እቲ ጽሑፍ ካብ ሽዱሽተ ጸበባ ከናግፈካ እረ ኣብ ሸውዓተ ደኣ ክፉእ ኣይክትንክየካን እዩ ብዘመን ጥሜት ካብ ሞት ብውግእ እውን ካብ ሓይሊ ሴፍ ክብጀወካ ይብል እዮብ ሓሙሽተ ካብ ዓሰርተ ሸሞንተ ክሳብ ዕስራ እዚ ኣም ቆጽላ ለሚዑ እዩ ዝነብር እቲ ኣብ እግዚኣብሔር ዝውከል ሰብ ከኣ በረኸቱ ሰላሙ ሓጎሱ ኩሉ እዋን ኣየቋርጽን ከምቲ ተራእዩ ዝጠፍእ ወይስ ጀሚሩ ዘቋርጽ ዘይኮነስ ንዘለኣለም እናተባረኸን እናዓበየን እናወስኸን እናስፋሕፍሐን እናለምለመን እዩ ዝነብር እዛ ኦም እዚኣ ካብ ምፍራይ እውን ከቶ ኣይተቋርጽን እያ እቲ ኣብ እግዚኣብሔር ዝውከል ሰብ ከኣ ካብቲ ካብ ኣምላኽ ዝረኽቦ ኩሉ ኣሎ ዝበሃል ምድራዊ ኮነ ሰማያዊ በረኸት ካብ ምቕባል ኣየቋርጽን ንኡ በረኸት ኣምላኽ ከምቲ ዘየቋርጽ ፈልፋል ዓይኒ ማይ ስለ ዝኾነ ጽውዑ ወትሩ እናንጀርበበ እዩ ዝነብር መዝሙር 13 5 ዳዊት ኣብ መዝሙሩ ንረሲእ ብዙሕ ስቓይ ኣለዎ ነቲ ኣብ እግዚኣብሔር ዝውከል ግና ንዕኡ ብጸጋ ክኸቦ እዩ መዝሙር 32 10 ብሓቂ እቲ ኣብ እግዚኣብሔር ዝውከል ሰብ ብጸጋ ኣምላኽ ተኸይዱ እዩ ዝነብር እሞ ኣብ ኩሉ ነገርና ኣብ ኣምላኽ ንወከል፣ ንኣምላኽ ንጠምት፣ ብኡ ተስፋ ንግበር፣ ኣብኡ እውን ንጸጋዕን ንመርኮስን። ምስ ዳዊት እግዚኣብሔርሲ ከውሒ ዕርደይ መናገፍየይ ኣምላኸይ ዝሃድመሉ ጸግዐይ ዋልታይ ቀርኒ ምድሓነይ ልዕል ዝበለ ከውለ እዩ ነበር መዝሙር 18 ክልተ ኣብ ዝኾነ ይኹን ዝርአ ነገራት ወይ ኣብ ክገብሩልና ይኽእሉ እዮም ኢልና እንእመነሎም ኣብ ሃብታማት ወይስ ገበርትን ሓደግትን ኢልና ብእምሮና እንሓስቦም ሰባት ወይስ ኣብ ናይ ገዛ ርእስና ፍልጠት ሃብቲ ጥሪት ወዘተ ኣይንወከል ህይወትና ብብዝሒ ገንዘብ ፍልጠት ወይ ሃብቲ ወይስ ክኢላታት እንብሎም ሰባት ዘይኮነትሲ ብሓይሊ ኣምላኽ እያ ትነብር እሞ ብምሉእ ልብና ኣብ ኣምላኽ ንመርኮስ የሳፋጥ ነቶም ክዋግእዎ ልዕሊ ዓቕሙ ዝነበሩ ማእለያ ዘይብሎም ሰራዊት ምስ ረኣዮም ኣብታ ቤት እግዚኣብሄር ኮይኑ ኦ ኣምላኽና ኣብ ቅድሚዚ ዝመጸና ዘሎ ዓብዪ ጭፍራ ሓይሊ የብልናን፣ እንታይ ከም ንገብር ከኣ ኣይንፈልጥን ኢና፣ ኣዒንትና ግና ናባኻ ይጥምታ ኣለዋ በለ። ካልኣይ ዜና መዋዕል ዕስራ ዓሰርተ ክልተ ኣብ እግዚኣብሄር ምስ ተወከለ ኸኣ ኣምላኽ ንዅሎም ጸላእቱ ብዘደንቕ ተኣምር ኣብ ኢዱ ኣሕሊፉ ሃቦ። ህዝቅያስ እውን ከምኡ ነቲ ብብዝሒ ሰራዊቱን ብዘረባ ትዕቢትን ተመሊኡ ንህዝቅያስን ንህዝቡን እናባጨወን እናኣቋናጸበን ዝመጸ ሰናክሬብ ንጉስ ኣሶር ከይተዳህለ ኣብ ኣምላኽ ተወኪሉ ኣብታ ቤት እግዚኣብሔር ኮይኑ ምስ ጸለየ ኣምላኽ ከኣ ንሰራዊቱ በቲኑ ንኡ ከኣ ኣብ ኢድ ደቁ ኣሕሊፉ ሃቦ ካልኣይ ዜና 32 ካብ 9 ክሳዕ 32 ንጉስ ኣሳውን ኣብቲ ቀዳማይ እግሩስ ኣብ ኣምላኽ ተወኪሉ ነቲ ኣስታት ሚልዮን ዝኣክል ሰራዊት ካብኡ ከም ዝሃድምን ከም ዝሰዓርን ገበሮ ካልኣይ ዜና መዋዕል ምዕራፍ 14 ካብ 9 ክሳብ 15 ንሕና ከኣ ኣብ ኣምላኽ ንወከል እምበር ንዝኾነ ዝገጥመና ነገራት ኣይንፍርሃዮ ምኽንያቱ ኣብ ኣምላኽ ዝውከል ሰብ ተስፋ ኣለዎ ዝኾነ ይኹን ነገራት ከኣ ከሰንብዶ ወይስ ከጨንቆ ኣይግባእን እዩ ዝመፀ ይምፃእ ኣምላኽ ኣሎ ኢልና ነገርና ንኣምላኽ ነማዕቁ ኣብ ኣምላኽ ተወኪልና ከኣ ነእምሮና ነዕርፎ ባሕሪ ድዩ ኣብ ቅድሜና ዘሎ ኣምላኽ መቒሉ ወይስ ኣብ ክልተ ከፊሉ ከሕልፈና እዩ ሓዊ ድዩ ከቶ ኣይከንድደናን እዩ ማዕበል ድዩ ከጥሕለና ደልዩ እቲ ንንፋስን ንማዕበልን ዝእዘዝሉ ጸጥ ዘብልን ጎይታ ኣብ ውሽጥና ኣሎ። ሕማም ድዩ ክውሕጠና ከም ዝደለየ ከም ዝጓዝም ኣንበሳ ኮይኑ ኣብ ቅድሜና ተገቲሩ ኣምላኽ ፈዋሲና እዩ። ንሱ የቑስልን ይዝንን፣ ንሱ ይወቅዕ ኣእዳዉ የሕውያ። ኢዮብ ምዕራፍ 5 ቁጽሪ 18 ሓንትስ ኣብ እግዚኣብሔር ንወከል እምበር ሓይሊ ኣምላኽሲ ብርግጽ ክንርኢ ኢና። ኣብ ኣምላኽ ዝውከሉ ሰባት ሓፊሮም ተሰሚዑ ኣይፈልጥን። ስለዚ እዚ ኩሉ በረኸትን ሓለዋን እናሓሰብና ትውክልትና ካብ ሰባት ኮነ ካብ ዝኾነ ይኹን ዝርእ ነገራት ኣልዒልና ብምሉእ ልብና ኣብ ኣምላኽ ንወከል ንኡ ጥራይ ንጸበ ኢዱ ኸኣ ብርግጽ ክንሪያ ኢና ኣምላኽ ብጸጉ ይደግፈና